ሰላም ከም ይቀኒኹም ዝኸበርኩም ሰማዕቲ እዚ ሰዶ ኢንተርቴንመንት እዩ ሎሚ ድማ ሓፃር ደብዳቤ ፍቕሪ ሒዘልኩም መፅእ ኣለኹ ኩራት ሰማዕቲ ንምሉእ ምክታልኩም ናፍታ ፅሕፍ ትኸብለኩም እየ ፍቕረይ ከመይ ቀኒኻ ከመይ ኣሎ ናብራ ጥዕና ኩሉ ኣነ ፅቡቕ ኣለኹ እዛ ደብዳቤ ካብዚ ካብ ጭው ዝበለ በረኻ ኣለውየ ዝፅሕፈልካ ዘለኹ ኣብ ዘለኽዎ በረኻ በይነይ እየ ዘለኹ። ኣሃዱና ኣብ ናይ ምሳሕ ሰዓት እዮም ዘለዉ። ኣነ ግን ናፍቖትካ ምኽኣል ስኢነ ስቕ ኢለ በይነይ ዘወር ክብል ጸኒሐ ናብዚ መጼ። ኣብ ፊተይ ክልተ ግማል ኣለዉ። ዕስራ ዝኾና ኣባጊዕ ብርሑቕ ይርእየን ኣለኹ። ካባይ ኣዝዩ ዝረሓቐ ድማ ናብ ሱዳን ይሕውስ እዩ ዝበሃል ብሃሳስ ብግመ ዝተኸደነ ዝተፈላለየ ጎቦታት እርኢ ኣለኹ። በየናይ ኣንፈት ኣለኻ ስለ ዘይፈልጥ ግን ኣንፈተይ መሪጸ ናባኻ እንዳጠመትኩ ከመይ ኮን ኣለኻ ኢለ ኣብ መንጎ ጽሑፈይ ንብዓተይ እናዛረኹ ነዛ ጽሕፍቲ እዚኣ ጽሕፈልካ ኣለኹ። ጽባሕ ነስመራ ክኸይድ እየ። ኣብ ኣስመራ እዛ ወረቐት ከምዝለዋ ስኢለ ድማ ብኢንተርነት ክሰደልካ እየ። ኣብዚ ተወዚዕና ካብ ንመጽእ ድሮ ሓደ ዓመት ሓሊፉ ኣሎ። ኩሎም ነናቶም ገሊኦም ኣፍቃሪት ገሊኤን ድማ ኣፍቃሪ ሒዘን ኣለዋ። ኣነ ግን ንዓኻየ ብተስፋ ዝጽበ ዘለኹ። ስለምንታይ ዘይትድውለለይ ኢለ ኣይሓተካን እየ እታ ሓደ ግዜ ዝበልካኒ ኣብ ከብደይ ኣትያትኒ እያ ፍቕረይ ኣነ ክድውለልኪ ስለ ዘይደሊ ኮንኩን ዓቕሚ የብለይን ክሳብ ሕጂ ወረቐት ይሓዝኩን እኹል መደወሊ ገንዘብ ኣይረክብን እየ ሰብኣይ ኣይኮንካን ከይትብልኒ በቃ ኣነ ዘለኒ የብለይን ኢልካ ብግልፂ እንዲኻ እሞ ነጊርካኒ ከመይ ጌረ ደኣ እሞ ዘይደወልካለይ ክብለካ ከም ዘይጠዓመካ ጽቡቕ ከም ዘየለኻ እኮ እፈልጥ እየ ምናልባት ኣብቲ ዘለኻዮ ቦታ ኼድካ ቲክቶክ ጀሚርካ እቲ ምስ ብዙሓት ኣዋልድ ኮንካ እንዳሳዕሳዕኻ ፖስት ትብሎ ዘለኻ ቪድዮ ምሽ ናብዚ ይመጽእ ክሪኦ እንከለኹ ነብሰ ስጋይ ክፍፍ ብል ይቐንኣታ ዳኒ ክጽምወካ ይደልን እየ ከም ሰብ ውን ፍሬንድስ ክህልዋኻ ከም ድላይካ ክትዘልል ድሌተይ ቪድዮኻ ናብዚ ከም ዝመጽእ ኣብዚ ድማ ንዑ ርኣ ነብሰ ስጋኣ ዝቕንጠጥ ብቕንኢ ድቃስ ትስእን ፈታዊት ከም ዘላትካ ግን ኣይትረስዕ ኢኻ ርሕቐት ግዜ ኣብ መንገዲ ደው ዝብል እዩ ኩሉ ዕንቅፋት ድሕሪ ደጊም ቁም ነገር ኣብ ዘይህልወሉ እዋን ንሓልፍ ከይንህሉ ፍርሒ ኣለኒ ከመይን መዓስን ብልክዕ ኣይፈልጥን እዩ ከምቲ ድሕሪ ነዊሕ ለይቲ ምብራቕ ፀሓይ ዝኣምነሉ ግን ኣብታ እንራኸበላ ህሞት ሕጉሳት ከም እንኸውን ርግጸኛ ኰይነ እየ ዝኣምን። ነቲ ዝስከሞ ምስልኻ ዘለዎ ሓሳባተይ እንተ ትርእዮ፣ ክንደይ ግዜ ኣብኡ ኸም ዘለኻ ምፈለጥካ። ኣብቲ ስቕታ፣ ኣብቲ ህውከት ዘይብሉ፣ ኣብቲ ኣብ መንጎና ዘሎ ህሞታት ኵሉ ውሳኔታት ንስኻ ከም ትብሕቶ እውን ምፈለጥካ። ህይወት ዘይትስገር ኰይኑ ምስ ዝስምዓኒ። ብዛዕባኻ ምሕሳብን ንዓኻ ምንባርን ምርጫ ይወስዶ። ኣብ መወዳእታ ምስ ተራኸብና፣ ምሳኻ ኮፍ ኢለ ብዘይ ምጉያይ፣ ብዘይ ምህዋኽ፣ ብዘይ ፍርሒ ህላወ ጥራይ ዝስምዓኒ ኮይኑ ኩሉ ዘሕለፍክዎ ቃንዛ ክነግረካ እየ። ተስፋይ ዋላ ስብርባር ኮይኑ ኣብ ዝተሰምዓኒ ግዜ፣ ከመይ ገይረ ብጽንዓት ከም ዝሓለፍክዎ እውን ክዝንትወልካ እየ። ኣብ ልበይ ዝነበረካ ቦታን ቀጻሊ ብዛዕባኻ እንዳሓሰብኩ ብርሳሰይ ገይረ ክስእለካ ኣብ ኣእምሮይ እውን ክሓቑፈካ ኩሉ ዘሕለፍክዎ በብሓደ ክነግረካ እየ። ሓደ ሓደ ግዜ ንዓኻ እውን ከምዚ ንዓይ ዝስምዓንስ ይስምዓካ ዶ ይኸውን ዝብል ሕቶ እውን ከቕርበልካ እየ። ሽዑ ድማ ክሓተካ እየ። ክትምልስ ኢኻ ተዳሎ። እቲ ስቕ ዝበለ ስሕበት እቲ ክሳብ ክንደይ ርሕቀት ብዘየገድስ፣ ጥፋእ ዝኣበየ ሓያል ፍቕርና ቀንዲ ምኽንያቱ ጽንዓትና ምንባሩን ብሓደ ኮይንና ክነዘንትዎ ኢና። ኣብ ርሑቕ ቦታ ኮንካ ነዚ ኣብ ናይ ገዛእ ርእስኻ ዘሎ ጽምዋ ኩሉ በብሓደ ነቢብካ ክትነግረኒ ኢኻ። ቀሊል ግን ከኣ ሓቀኛ ክትፈልጥ እደሊ እየ። ቃላት ምሉእ ብምሉእ ካብ ክገልጾም ዝኽእል ንላዕሊ ኣገደስቲ ኮይኖም ክረኽቦም እየ። Come on! ዋላ ኣብ ህይወት ንጹር መውጽኢ ዘይብሉ ኮይኑ እንተ ተሰማዓኒ ናባኻ ዘምርሓኒ መንገዲ ውን በብሓደ ክንዕለሉ ኢና ስለዚ ጽበ ብጓሂ ዘይኮነስ ብተስፋ ሃንቀው ኢለ ጽበየካ ክሳብ እታ ንራኸበላ መዓልቲ ንነብስኻ ተኸናኸና ብናይ ገዛእ ርእስኻ ህቦብላታት ኣቢልካ ጽናሕ ከምኡውን ዘክር ኣብ መወዳእታ ዝገፈሐ ሰላም ናይዛ ዓለም ክንብሕቶ ኢና ፍቕረይ ኣነ እፈትወካ እየ ፈቲኻ ጸሊእኻ ንስኻ ናተይ ኢኻ ብዙሕ ዘረባታት ብዛዕባኻ ሰሚዐ ብዙሓት እንታይ ትገብር ምስ መን ትኸይድ እንታይ ከም ትብል ነግሩን እዮም ግን ኣይኣምኖምኒ ኣነ ንዓኸ እያ ዝኣምን ኣብ ቃላትካ ዘሎ ሓቅታት ጥራይ ናይ ውሽጠይ ዝኣቱ ጽላልካ ደልየ ጽላልካ ክረክብ ብዙሕ ዓመታት ክጽበ እየ ፍቅሪ ንዓኻ እንታይ እዩ ኢለ ሓቲተካ ሓደ ግዜ ትዝክሮ እንታይ ኢልካኒ ፍቅሪ ንዓይ ዓቢ ጽላል ኢልካኒ እቲ ፍቅሪ ናይ በይንኻ ጽላል ነይሩ ናይ ክልቴና ጽላል ቀይርካዮ ኣብዛ ብርትዕቲ ፀሓይ ኮፍ ኢለ በይነይ ኣለኹ ምሽ ብለካ ኣለኹ ካልእ ከበድቲ ናይ እምነት ምስኣን ጸሓይ ካልእ ከበድቲ ናይ ሰባት ወረ ማዕረ ክንደይ ይገርፈኒ ከም ዘሎ ግን ጠፍኣካ ዶ ኣይጠፍኣካን ንሱ ተጻዊረ ነቲ ኩሉ ሽግር ሓሊፈ ኣብ ጎንኻ መጸ ከምዚ ጓይ ሓሊፉ እናበልኩ ከዘንትወሉ መቐረቱ ስለ ዝረኣየኒ ግን ብተስፋ ምሳኻ ክነብር ጽበ ኣለኹ ዳነይ እንታይ ክብለካ ደልየ ትማሊሲ ሓንቲ ከባድ ሕልሚ ሓሊመ ምሸት እኳ እዩ ነይሩ ደቂሰ ኣብ ዓራተይ ኮይነ ዓይነይ ሰም ኣቢለ ብጎነይ ሞባይለይ ነይራ ብዙሕ ናይ ጥልመት ናይ ምፍልላይ ዛንታ ሰምዕ ኣብቲ ዝሰምዖ ዝነበርኩ ዛንታታት እትዮም ፍቑራት ተፈላለዮም ዝብል ኣዝዩ ዘፍርሕ ዛንታ ክሰምዕ እንከለኹ ነብሰይ ቀጥቀጥ እብል ኣብራኸይ ረድረድ ይብል ነይሩ ሽዑ ብኡ ኣቢሉ ድቃስ ወሲድኒ ምስ ደቀስኩ እኮ እዩ እቲ ሕልሚ ዝጀመረ ከማንሲ እቲ ሕልሚ ትብልካ ኣይዝክሮን እየ ዝዝክሮ ግን ክነግረካ እየ ኣብ ዝኾነ ፈታሓይ ወሲዳ ኣይፍታሕኽዎን እተን ይፈትሓ ዝበሃላ ኣዴታት ኣነ ኣይኣምነኒ ሕማቕ ጌረ እንተነገራንኸ ሕማቕ እንተመኸራንኸ ኣይነገርክውንን ንዓኻ ግን ኣብዛ ፅሕፍተ ይነግረካ ኣለኹ ሕልመይ እንታይ መሲልካ ኣነ ንስኻን ኣብዚ ኣብ ኣለቡ ተራኺብና ክልቴና ድማ ንሓንቲ መደብ ናይ ሽጉርቲ ንኹስኩሳ። ከይትግረም ንስኻ ናብቲ ሓደ ገጽካ ጌርካ ትኹስኩስ፣ ኣነ ኸኣ ናብቲ ሓደ ገጸይ ጌረ ይኩስኩስ። መዓኮር ንመዓኮር ተወሃሂብና። ንስኻ ንሓንሳብ ኣርሒቕካ ትጥምት፣ ኣነ ኸኣ ከይጠመትኩ ደኒነ ይኹስኩስ። ንሓንሳብ ናባኻ ክጥምት ትፍትን እሞ በቲ ዝደለኹኻ ግን ኣይትጸንሓንን ናብ ካልእ ኣንፈት ትጥምት ብተስፋ ምቑራጽ እታ ኮይኑ ዳሉ ዘይጥምተን እንዳ ወደ ኢለ ሒዘያ ዝነበርኩ ዛባ ቐሚጠ ኮፍ ኢለ ክርእየካ ካብ ዝፍትን ድማ ናብ ካልእ መደብ ሰጊርካ ትጸንሓኒ ሽዑኡ ባዕለይ እንታይ ኢለ ፈትሐዮ ንሕልመይ ክነግረካ ንስኻ ኣብ ካልእ ዓዲ ኢኻ ምሽ ዘለኻ ኣብታ ካልእ መደብ ኮፍ ኢልካ ከለኻ ማለት እዩ ንስኻ ምሽ ናብ ካልእ ትጥምት ኣነ ከኣ ናብ ካልእ ትጥምት ኔረ ኣብ በበይኑ ዓድን ኣብ በበይኑ ስራሕን ኣለና ማለት እዩ በቃ ከምኡ ገይረ ከምኡ ፈትሐዮ ምናልባት እቲ ናተይ ሕልሚ ካልእ ይፍታሕ ኸውን እዩ ኣይግድሰንን እዩ ኣነ በቲ ጥዕመኒ ገይረ ንህይወት ክነብር ስለ ዝደሊ ከም ዝጥዕመኒ ገይርካ ፈትሐዮ ኣለኹ ፈቃሪ እየ ምሽዶ ንስኻ እውን ፈቃሪ እኳ ኢኻ ስለዚ ክልተ ፈቃራት ክፈላለዩ ይኽእሉ ድዮም ክልተ ፈቃራት ኣብ በበይኑ ዓለም ክነብሩ ይኽእሉ ድዮም ኖው ይፈላለዩ፣ ይረሓሓቑ፣ ይበኣሱ፣ ግድን እዮም ዝራኸቡ። እዚኣ ደብዳቤ እዚኣ ክጽሕፋ ቀንዲ ዝደረኸኒ ነገር እንድሕር ኣሎ ኮይኑ ዋላ እኮ ሰልዲ እንተዘይብልካ ክድውለለይ እንተዘይከኣልካ ኣነ ከጽሒፈ ናይ ውሽጠይ ስለምንታይ ዘይገልጸልካ ፍቕረይ ኩሉ ኣብቲ ዘለኻዮ ዘጋጥመካ ጸገማት ከም ትስዕሮ ፈልጥ እየ ንዕኡ ስዒርካ ኣንበሳ ኮንካ ከም ትወጽእ ማዕረቲ ናይ ስራሕ ሽግር ዘለካ ማዕረቲ ናይ ገንዘብ ስእነት ዘለካ ናይ እምነት ስእነት ፈጺሙ ከይመጸካ እንታ ኣብ ኤርትራ ገዲፍካያ ዝወጸኻ ድሮ ሓደ ዓመት ኣቑጺራ ዘላ ሳዋ በጺሓ ተመሊሳ ኣብ ኣለቡ ተመዲባ ነስመራ እንዳተመላለሰት ድምፅኻ ክትሰምዕ ሓንቀው ትብል ነዚ ኩሉ ብዚ ዝሓልፍ ዘሎ ህይወት ከምዘይ ህይወታ ወሲዳ ሙሉእ ብምሉእ ንዓኻ ዝኸፈለት ህይወት ሓደ መዓልቲ ክትረኽባን ክትሓቑፋን ትንፋስካ ክትህባን ክትስዕማን ኩሉ ነገር ክትኮነላን ስለ ትኣምን እንዳኣላ ከምኡ እመን ምርኻብና ዘይተርፍ እዩ ካብ ውሽጢ እያ ዝተንፊሰ ትንፋሰ ይስማዮ ኣብ እዝንኻ ከም ዝነበረ ቅረጾ ኣብ ክሳድካ ውዒ ትንፋስ ከም ዝዓለበ ውሰዶ ፈትወካ ዳኒ ናይ ምርኻብና ዕለት ብሃንቀውታ ካብ ትጽበ ኣሲኻ ተፍቅራ ዳናይት ኤርትራ ኣለቡ ጋሽ ባርካ ኩራት ሰማዕቲ ንሎሚ ኣዳልያ ዝነበርኩ ሓፃር ደብዳቤ ፍቕሪ ኣብዚ ተዛዚማላ ኣብ ዝመፅእ ዘሎ ብካልእ ተስተክንረኸብ ኢና ክሳብ ሸዑ ኣብ ዘለናዮ ስለምንጠና